እዚ ሓሳብ ኩሉ እቲ ናተይ ጽሑፋት ዝከታተሎ ተዓዛቢ ከም ዝፈልጦ ንከባቢ ሓሙሽተ ዓመት ወላ ንልዕሊኡ ከማን ሓጺር ዛንታታትን ግጥምታትን ኣብ ማእዲ ስነ ጥበብ የቐርብ ነይረ ኣብኡ ከቐርብ ከለኹ ከምዚ ብዙሕ ምትብባዕ ካብ ተዓዘብቲ ስለ ዝረኽበሉ ናተይ መደብ ብሽመይ ዝዳሎ መደብ ከምቲ ኣነ ዝደልዮ ከምቲ ኣነ ዝሓልሞ ብናተይ ስታይል ዝኸይድ መደብሲ ይሓስብ ነይረ እየ። ሕጂ ነዚ ኩሉ ሻዕ ዝመላለስ ዝነበረ ሕልመይ ከኣ ክውን ንኽገብር ክጽዕረሉ ኣለኒ፣ ከበግሶ ኣለኒ ከም ሓሳብ ማለት እዩ። ኣብ ውሽጠይ ነዊሕ ዝገበረ እኳ እንተኾነስ ከምዚ ኣብዚ ቀረባ እዋን ግን ብፍሉይ ማለት እዩ ሒዘ ከም ፕሮጀክት ሒዘ ክሰርሓሉ ኣለኒ ኢለ ሓሲበ ካብ ናተይ ካብ ውሽጣዊ ድሌት እዩ ዝብገስ። ሕጂ እቲ ሓደ ምርኢት ጌረ ብድሕሪኡ ከዓ ሓደ ናተይ ቲቪ ሾው ክገብር እየ ዝሓስብ ዝሓልም ወይ ዝብህግ ማለት እዩ ነዚ ከዓ ቀዳማይ ትግባረ ኣልዒለ ወይ ተግቢረ ማለት እዩ ወሲነ ማለት እዩ ግዜ ነዊሕ እዩ ወሲዱ ማለት እቲ ሓሳብ ንምስልሳሉ ጥራይ ከምዚ ኣብ ውሽጢ ዝነበረስ ነቶም መሳርሕተይ ነቶም መቕረበይ ምስ ኣካፈልኩም ኣነስ ብሽመይ ሓንቲ ምርኢት ክገብር እደሊ እየ ቀጻልነት ዘለዋ ምስ በልኩ እሞ ከም ዝተኾነ ይሓይሽ በዚ ተሓዝናዮ እምበር ይሓይሽ ተባሂሉ ሲ ብዙ ሓሳባት ፈሲስዎ ምስቶም ናተይ መሳርሕቲ ማለት እዩ ንዕኡ ንምስልሳሉ ከም ሓሳብ ዲስካስ ክንገብረሉ ጥራይ ሲ ሽዱሽተ ወርሒ ሙሉእ ወሲድልና ማለት እዩ ድሕሪ እቲ ዲስካሽን ምስቶም ሙዚቀኛታት ምርድዳ ንስራሕ ዝተበገስናሉ ድሕሪ ሽዱሽተ ወርሒ እዩ ማለት እዩ ንልምምድ ዝተበገስናሉ ኣብ ልምምድ ከዓ ፅዑቕ ናይ ወርሒ ዝኸውን ልምምድ ኣካይድና ኣድካሚ እዩ ነይሩ ከቢድ እዩ ማለት ሓፂር ዛንታታት ንውሕ ዝበሉ ዛንታታት ምስ ላይፍ ሙዚቃ ከተዋሃድ ሞ ሓሙሽተ ሙዚቀኛታት ነቲ ስቶሪ ብልክዕ ተረዲእኻ ልክዕ ምስቲ ኣካይዳ ናይቲ ዛንታ ምስቲ ኣናብባ ብሓደ ሰሚርካ ተወሃሂድካ ክትከይድ ከቢድ ስለ ዝኾነ ንዑ ከነዋህድ ዳርጋ ወርሒ ሙሉእሲ ደኺምናሉ ማለት እዩ ድሕሪኡ ኢና ናብ ምርኢት በቒዕና

ማትያስ ዝመርሓ ጉጅለ ቆልዑ'ያ። ቻልቫት ተኣኽለንናን ፓሊንና ምስ ንጣወት፣ መሪሕዎም ናብቲ ኣብ ቅድሚኦም ዝነበረ ንኣሽቱ ጎዳጉዲ ኣበለ። ኣብ ገጾም ዝረኣዮ ዘይዕጋበት ከይዓጀቦ፣ ቢምቦም ንግበር! ዳርጋ ትእዛዝ ዓይነት'ዩ። ብነብሱ መራሒ ምዃኑ'ዩ ዝብርሆ። ዝደለያ ናይ ምትግባር ኣመል ኣለዎ። ይትረፍ ንዓታቶም ንወለዱ እውን ድላዩ ከይፈጸሙሉ ድቃስ ዝህቦም ኣይኮነን። ኣብ ገዛውቶም ንሱ ዘየማእከላ ጸወታ ከመይ ክትካወን? ትምለኾሉ ቃል ፕሪመይ ስለ ዝኾነት ንጸወታ ቅድሚያ ኮይኑ እዩ ዝምውሶ። ኣይትጣወቱን ኢኹም? ሓቲቱ ኣዒንቱ ናብ ኩሎም ኣዞሮ። ብዘይካ ዝቕባሕባሕ ኣዒንቲ መልሲ ኣይረኸበን። ቅልጥፍ ኢሎም ስለ ዘይሰዓቡዎ፣ ኩራ ክትል እኳ እንተ በሎ፣ ኣቓልቦኡ ዝስሕብ ኣጋጣሚ ግን ኣብ ኣፍደገ ካንቸሎኦም ረኣየ። ኣቦኡ ብፍሉይ ማዕሪጉ ካብ ቤት ክወጽእ ኣስተብሂሉ፣ ሓዲጉዎም ተመርቀፈ። ባባየ ናበይ እካ ምሳኻየ? ሑቕፍቁፍ በሎ። ማቲታ ኖእ! ሕጂ ንስራሕ እየ ዝኸይድ ዘለኹ። ጽባሕ እየ ዝማልኣካ። ሐራይ? እምቢ እምቢ ካብ መዓስ ሰንበት ስልዓት ትኸይድ ምሳካ እየ። ካብ ነብሱ ምፍላይ ኣበዮ ኣታ ቆልዓ መሓረኒ እንዶ ካርሜካ እየ ኣነ ምናልባት እንተ ወዓሎ እምበር ናይ ፍርሒ ሓሳብ ከም ዘይብሉ ኣጥዩ እዩ ዝፈልጦ። እምብለይ ውሰደኒ ውሰደኒ እምብለይ ብኽያት ጀመረ ኣነ ወዲ ዞም ዓበይቲ ዶ እንታይ እዩ ዝገብሩ ኣነ ነቓፅ ዝኾነ ቆልዓ ወሊደ ትም በል ስቕ ኢሉ ንዓና ይሕረ ሜሳ ባህ ከይበሎ ብፀጋማይ እዱ ወጠጦ ዝለበሶ ሙሉእ ባድላ ሓድሽ መርዓዊ መሲልዎ እንሓንሳብ ዝኣክል ዝመስል ተመላኺዑ'ዩ ካብ ቤት ዝወጽእ። ኣብ ከምኡ እዋን ድማ ናብ ገዛ ቀልጢፉ ምምላስ ኣይብርሆን። ሳላ ፍያት ኡኖ ዝዓይነታ ግዜ ብልዕ ዘበለት ማኪንኡ ንመጓዓዝያ ምንዳይ ዝጠፍእ ግዜ ስለ ዘይነበሮ ኣሻቢኡ ኣብ ዝደልዮ ቤት በጺሑ። ኣብቲ ዝኣተውዎ ገዛ ዝተቐረበ ሽሻይ ብኣዒንቲ ክብጻሕ ግዜ ዝወስድ እዩ። ኣብ ድርኩኺት ሃንገፍ ዝብል ሽታ ምስቲ ኣብ ክዳኑ ዝተደፍደፎ ሸቶ ተደማሚሩ ካልእ ኣፍንጫ ዝጽውዕ ጥዑም ሽታ እዩ ተፈጢሩ። ዝተነስነሰ ሰቲ ኣውደኣመት እዩ ዘዘኻኽር። እታ ቀይሕ ሽፎን ዝለበሰት ዋና ቤት ምስናይ ድሙቕ ፍሽኽታኣ ንኣብርሃም ናይ እንቋዕ ደሓን መጻእካ ሓኒቓ ተጠምጠመቶ። ደጋጊሞም ዝተለዋወጥዎ ናይ ምዕጉርቲ ስዕማ ልዕሊ ንቡር እዩ ድምጺ ፈጢሩ። ዘጸብቐላ ግዝፍት ትውነን ዛይድ ኣብ ምምልኻዕ ብተጥፍኦ ግዜ ወትሩ ድምቕቲ ወርሒ ምስ መሰለት እያ። እንግድዓ ጸሩ ኣርተፍሻል ዝሕወሶ፣ ካብ ባህላዊ ዝነቐለ ዘመናዊ ቁናኖን ንቃሾን መን ተግቢርዎ እዩ? ምስ ነፍሲ ወከፍ ምንቅስቓሳ ጨርባሕ ዝብል ድምጺ ዝፈጥር ስልማታውን መራጉድ ጽባቐ እዩ። ኣሰና ጁባ'ይ ሰይመቐረት! ክልተ ግዜ ንማትያስ ኣብ መዓጓጉርቱ ስዒማ ኮፍ ንኽብሉ ኣብ ሳሎን ኣመልከተትሎም። ኣብርሃም ብኣድናቖት እናጠመታ።

ስኒ በረዶ ሎሚ ኸድክስ ምቐናይ ክዶ
እንዲ ተደሪፍለያ ምርኣያታ ኣብቲ ውቃጦኹ ግን ገለስ ወሲኽኩሉ ኢኺ ክንዲ ዝቐልቢ ዝምንዝዕ ፍሽኽታስ እዊ ስጋ ኪዳነ ምህረት ሕዋስ ዘለዎ እሞ ፍሉጥ እንድዩ ከምዚ ናብ ሰማያዊ ዝኸደ ሕብሪ እኳ እዩ ዘለዎ እታ ዝወቀጠትኒ ከም ሕሱም እያ መስተፋቕር ወቂጣ ንዓይ ድላየይ ምስ ሓተተትኒ፣ ዘይሕደግ ሓጢኣት'ዩ ምስ በልዎ፣ እዎ እንታይ ገዲስኒ፣ ብነብሰይ መዕነነይት ኣዳም ገይሩ ፈጢርኒ ከሎስ ኢለ፣ እዚ ከማን ንመርዓ ኢለ እየ። እቲ ብዕራይ ሃዘሞ ሰብኣይኪ ከኣ ከይወዓለ ከይሓደረ ጥንጥን ጥርሓ ጸኒሓ ተባሂልለይ። ያኢ ካብ ጓል ሹቕሲ ተኣማኒት ዝብል ደርፊ ተረኺቡ። ከም ኣመላ ሰሓቐት። ዝሓሸ ተበልኩ ከኣ ካልኣይ ክፋል ዘጎንፎ ሰሊዕ ደርቢለይ። ሓዳር ኣለዋ መበሊ የንብረኪ ጥራይ እቲ ትደልዮ ከኣ ንሕና ኣለናኪ ንሱ ውን ሰሓቐ ውይ ናብራ ሰሓቅ ክሓይሽ ሰብ ዘይናቱ ይትቦን ኢኻ ኣቑሑተይ ጽቡቕ ኣስቤዛይ ሙሉእ ሽልማተይ ዋእ እንታይ ከጎድለኒ ወደይ ዕምበባ ሱፍ ኣምሲልኪ ኣለዎ ንርእሲኡ ዳኣ ይጥዓሞን እምበር ዋእ ዕምባባ ሱፍ ናይ ቀደመ ወይለከ ጓል ስብሃቱ ንሱ ደኣ እንታይ ኮይኑ ዘይጥዕማ ናይ ቀደሙ ጋህጫ ግዳ ነዚ ቆልዓ እንተ ከምጸሉ ገዓቶ ንእሽተይ ክግዕተሉ ጠስመይ ከምታ ትግጥማ እያ ውይ ነኖ ዝያዳ ሓፍተይ ሕጂ እዩ በሊዑ ተኺኢልኪ ጸባ ጥራይ ኣምጽሉ ኣታ ኣብዩኒ እምበር ከትርፎ ከክንደይ ዘይጸዓርኩ ጓለይ ደሓን መዓረይ ኣይትሰከፍ ካብ ዘረባኸ ደሓን ድዩ ኣይ ከምኡስ ደሓን እዩ ትም በል ቴለዮ ሰምዓኒ እንድዕልካ ኣብ መዓታ ውርንጭላ ከየእትወካ ወደይ ወሪድና ሐየ ዝያዳ ኢሉ ፍሽኽ በለ። ብዝሒ ፈታዊ ዘለዋ ዝያዳ ስማ ካብ ዛይድ ናብ ዝያዳ ካብ ትርዕም ነዊሕ ኣለዋ። ምስ ኣብርሃም ቅድሚ ክልተ ዓመታት እዮም ኣብ ተኸርያቶ ዝነበረት መዘናግዕ ማእከል ምስ ተላለዩ ምስ ግዜ ተወሃሂዶም። ክልቲኦም በብመጻምድቶም ብዘለዎም ዘይዕጋበት ተደሪኾም እዮም ቃል ኪዳኖም ረጊጾም። ዝያዳ ንቐበዝበዝ ውዒላ እያ ትሓድረሉ። ውሕልነት ከኣ ድመሮ። ኣብርሃም ዝያዳ ኣብ ስራሕ ፍቕርን ግዱስን ዕቱብን እዩ። ዕላሉ ቅለት ዝዓብለሎ እዩ። ቀንዲ ክዛረበሉን ክዓዮን ዝብርሆ ጉዳይ ወሲብ እዩ። በዓል ቤታ ገያሻይ ብምዃኑ ድማ ናብ ገዝኣ እናተመላለሰ ፍቕሩ ከስተማቕር ጀሚሩ። ምስ ኣስቴር በዓልቲ ቤቱ ግዜ ዘሕልፈሉ እዋን እናወሓደ መጺኡ። እዚ ክኸውን ግን ኣስቴር ኣፋ ከፊታትሉ ኣይትፈልጥን። ዝተቐረበ ሙሉእ ዘይጉዱል ሽሻይ እንዳተቋደሱ ወኻዕካዕ ኣብዝሑ። ቀንጠመን ጥርእስቲ እናልዓሉ ክስሕቁ ግዜ ይስዓርኩም። ኣቲ ዘይትነግርኒ እሞ ህድሞና ደኣ ዋላ ሓንሳብ ሳዕሲዔን ምመጻኹ እንዴ። ኣደይ ማርያም ኣነ ደኣ ክትኣብየኽኒ ኢኻ ኢለ እንዴ። ናይ ክልቴና ጌረ ዚዝ ብፍላይ ብሓንቲ ደርፊ ታይ ደኣ ኮይና ጓለይ ኣኣ ዝያዳ ክትጠፍኣካ።

ኪድ ሕጂ ዝወደይ ሓንሳብ ደገ ተጻወት በሎ። ማትያስ ዝተባሃሎ ክፍጽም ብድድ በለ። ኣብ ደገ ኣለካ ኩዕሶ ዝወደይ ሕራይ ሓንሳብ ኣብኡ ተጻወት። እሰይ መቐረ ጅቡዕ! ቀጸለት ንሳ። ኣብ ዘይገዝኡ ዕዝም ናይ ምባል ባህሪ ኣለዎ። ብድሕሪኡ ኣብርሃም ናብ ሓምሓም መሰል ኣጥባታ'ዩ ተወርዊሩ። ከይደንጎዩ ከኣ ተሓቋቚፎም ናብ ዓራት ወደቑ። ማትያስ ኣብ ኣፍደገ ኮይኑ ብዝሰምዖ መንደቕ ዝስንጥቕ ድምጺ ተመሲጡ ብቐስታ ናብ ልዳት ናይቲ ቤት ሰጎመ። ክሳዱ ንውሽጢ ብምድፋእ ድማ ነቲ ምርኢት ክዕዘብ ጀመረ። ኣብርሃምን ዝያዳን ንማትያስ ዘስተብህል ቀልቢ ኣይነበሮምን። ድሮ ናብቲ ተሃኖም ዘውጽሉ ዓለም ተመርቂፎም ነበሩ። ኣብ መንበሪ ቤት ኣቶ ኣብርሃም ብዘይካ ናይ ዝተወልዐ ድምጺ ተለቪዥን ዝስማዕ ድምጺ ኣይነበረን። ማትያስ ናፍቖት ኣዲኡ ከውጽእ ግዲ ደልዩ ናብ ሕቑፋ ተሸጎጠ። ዝረኣዮ ፍጻሜ ክነገር ይደሊ ነበረ። ኣልግስ ቅጫ ክግምጥላ ዝወደይ! ኣፍኲሳ ድፋእ ኣበለቶ። ማትያስ ግን ምዕጥጣይ ቀጸሎ። ተስእባኺ ይሓርር ድራርኩም እኳ'ዩ ማቲ! ኢላቶ ናብ ክሽነ ሰጎመት። ብዝወደየቶ ብዕዮ ገዛ ዝደበነ ክዳና ጌራ ጸረርታ ኣፍንጭኣ እናጸረገት ስርሓ ኣሰላሰለት። ድራር ሒዛ ናብ ሳሎን ምስ ተመልሰት ድማ፣ ማማየ ደጊምና ኢና፣ በላ ማትያስ። ኣድርርካ ዲ'ቦኻ? ሓተተት ነቲ ድኻም ኣብ ገጹ እናተነበበ ኣብ ሳሎን ኣሳፊሑ ዝነበረ በዓል ቤታ ብስያፍ እናጠመተት። እዋ ሎሚ ድኸድናዮ ገዛ! ብጥብቕ ማማየ ምስ በላ ኣብርሃም ብስንባደ ካብ ዘለዎ በተግ በለ። ክዋሳእ ስለ ዘለዎ ግና መቓምጦ መዓራረየ። ዶ ኣበይ ዲኹም ደኣ ኣምሲኹም? ኣስዓበት ኣስቴር ብፈታሽ ኣዒንቲ ንኽልቲኦም ኣበራርያ እናጠመተት። እውይ ማማየ በቃ በጣም ገዓት በሊዕና፣ ጸባ ሰቲና፣ እታ ሰበይቲ ኸኣ ኣታ ቖልዓ! ብዘይ ልቡ ኾሎፍ ኣብርሃም ምኽር ከም ዘይወዓሎ፣ ተግባር ማትያስ ካብ ትጽቢት ወጻኢ ብምንባሩ ልቡ ክትጠልሞ ደለየት። ኣሃ ጽቡቕ ኣዛርቦ እምበር፣ ህ! ቀጽል ማቲ! ኣዒንታ ካብ ንቡር ንላዕሊ ኸፈተተን። ማማየ! እቲ ገዛ እቲ ገዛ ክጥብእ እታ ዝተቤትኻ ትም ኢላ ትዳናስ ጥልዕ ተብሎ። እውይ! ርእሳ ሓዘት ወይዘሮ ኣስቴር። ለኻይ ተጠፍጢፉ ኣብ ክልተ ተጎንጊኑ ዝነበረ ፀጉር ርእሳውን ክብተን ጀመረ። ኣታ ቁሩሕ ህበይ ቤት ገርግሽ ሓኒቐ ፈርጥ ከብለካ'የ ሱቕ በል። ኣብርሃም ዝሕዞን ጭቡጦን ክጠፍኦ ጀመረ። ትም በል ሓሳዊ እንታይ ኣምሲልካ ደኣ እልካ ፈረጥ ተብሎ ፈረጥ ኣብልካ ዛንታ ኣንቶንዮ ሓቅኻ ሓዳር ክብል ገፀይ ከክንዲ ሓምሳ ማዳ ተለጢፉ እግረይ ቅርሺ የእቱ ቀርኒዐ እምበር ሓቅኻ ቀፅል ማትያስ ወደይ። ፅላለ ዘንፀላልዋ መሰላ። ታሰበይቲ ከዓ ማማይ ትም ኢላ ትስሕቕ ታኒካ ባሕሪ ተኮይና ዳኣ ትስሕቕወ ትስሕቕ እናሰሓቐት ከዓ ሰብኡት ኣማታ ትምንዝዕ በዓል ሽቓባ በዓል ማህቡል ከዓ ሽባሃ ቅዮርለን ሽዑኡ ሽዑኡ ጅዳኖም ኣውጢኦሞ ኣብርሃም ናይ ኦሮማይ ስምዒቱ ድንን ብምባል ክገልጾ ጀመረ እውይ እውይ ዘምታ እውይ ኣነ ኣነ ኸኣ ኣሚነይ ክብል ኪዳነይ ክብልዎ ትሕም ስለ ዘይብል ኣብ ርእሰይ ቸይቸይ ንብዓታ ዘርወን ኣታ ጨካን ኣታ እንተ ክትረክብ ኣታ ጨካን ብቑዘማ ሞት መቕረባ ዝተረድአት እያ መሲላ ማትያስ ስምዒት ናይ ኣዲኡ ኣሰንቢድዎ እኳ እንተ ነበረ፣ ዝደለዮ ከይነግራ ግን ዝዓርፍ ኣይነበረን። ሽዕኡ ሽዕኡ ኣታኣኽለካ እንዶ ኣይኣኽሎን እዩ ጨደረት። ሽዕኡ ሽዕኡ ማማየ ሽዕኡ ከምቲ ከማነ ከምቲ ከማነ ብቀዳማይ ባባ ምስ ወጸ ወልዳይ ጎሎቤትና ንዓኺ ድገበለኪ ከምኡ ገይሩዋ እ ብወገን ክልቲኦም መጻምድቲ ዝተሰምዐ ናይ በሪኽ ድምጺ ቃል እያ እንታይ ኢልካ ኣብርሃም ናብ ገጽ ወዱ ተወተፈ ኣስቴር ግና ዝተዛሓዋ ስንባደ መኣዝና ከም ትስሕት እዩ ጌርዋ ኣብቲ ውዕሎ ማትያስ ክጻናተዋ ከመይ ክትሓስቦ ቆልዓ ምስልኻ ዝመልሰልካ መስትያት ምዃኑ ዝዘንግዖ መጻምድቲ